ኣዋልድ ንኣወዳት ንምስሓብ ኢለን ዝጥቀማሉ ሜላታት። ከም ሰባት መጠን ነቲ ዝደለናዮ ሰብ ንምስሓብ ዘይንጥቀመሉ ወይ ዘይነምጽኦ ሜላ የለን። ነፍሲ ወከፍ ሰብ ግን ዝተፈላለየ ድሌታት እዩ ዘለዎ። እዚ ድማ ንሓደ ዝጠቅም እኳ እንተኾነ ነቲ ካልእ ግና ዘይጠቅም ክኸውን ይኽእል እዩ። ይኹን እምበር ሓደ ሓደ ሜላታት። ንውልቀ ሰባት ክስሕብ ዘድልየካ ነገራት ኣለውዎ እዚኦም እንታይ እዮም ኢልካ ክትሓትት ትኽእል ግን ጸገም የለን ብሓንሳብ ክንርእዮም ኢና ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቑዋ ኢኹም ሰናይ ምክታል ደቂ ኣንስትዮ ዝጥቀማሉ መስድዒታት፣ ቀዳማይ ኣብ ዓይኒ ምጥማት፣ ንልዕሊ ሰለስተ ካልኢት ምስ ዝኾነ ይኹን ሰብ ኣብ ዓይኒ ምጥማት፣ ምሳኻ ጥብቂ ርክብ ክህልዎ ዝደልዩ እንተኾይኖም ከምኡ'ውን ነቲ ኣብ ውሽጥኻ ዘሎ ሓሳባት ክቕበልዎ ዝደልዩ እንተኾይኖም ንምርግጋጽ ዘኽእለካ ጽቡቕ መንገዲ'ዩ። ከምቲ ዝፍለጥ ሰባት ናብ ዓይኒ ሰብ ክጥምቱ ተኾይኖም ጥራይ ምስቲ ሰብ ኣዝዩ ኩቱር ፍትወት ወይ ኣጸቢቖም ዝፋለጡ ክኾኑ ኣለዎም። ሓንቲ ጓል ንሓደ ወዲ ክተስድዖ ትኽእል ካብቲ ዝበለጸ መንገድታት ሓደ ብዓይና ምጥማት እዩ። ኣብ ውሽጢ ሓጺር ግዜ ሰለስተ ካልኢት ዝኸውን ድሕሪ ምጥማታ ንሓደ ደቒቕ ዝኸውን ጸኒሓ ብድሕሪኡ ንሰለስተ ካልኢት ናብኡ ትጥምት። ከምኡ ብምግባር ቀጥታ ኮንታክት ናብ ዓይኒ እንተጌራ ብርግጽ እቲ ወዲ ብፍላይ እንተደልይዋ ደሙ ከም ዝውዕይ ልቡ ብሓይሊ ከም ትሃርም እያ ትገብሮ። ከም ተወሳኺ ብዓይኒ ጌርካ ሰባት ምስሓብ ብኽልቲኡ ወገን ብወዲ ይኹን ብጓል ብጽቡቕ ዝሰርሕ እዩ። ብደጋዊ ትርኢት ዝግበር ምስሓብ ሓደ ካብቲ ደቂ ኣንስትዮ ንሓደ ወዲ ንኸስሕትኦ ዝጥቀማሉ ልሙድ መንገድታት ብዝያዳ ጾታዊ ስምዒት ዘለዓዕሉ ነገር ምግባር እዩ። ወይ ድማ ኣብ ኣካዳድና ዝተወሰነ ክፍሊ ኣካላታ ፈልዩ ዘርኢ ምልባስ እዩ። ደቂ ኣንስትዮ ንጾታዊ ስሕበት ክዳን ክኽደና ከለዋ መብዛሕትኡ ግዜ ሓጺር፣ ቀጥ ኣቢሉ ዝሕዘንን ቀይሕ ሕብሪ ዘለዎ ክዳን እየን ዝኽደና። ምስ ሓንቲ ጓል ኣብቲ ናይ መጀመርያ ግዜ ዝግበር ዴት ንጾታዊ ስሕበት ዝዕድም ክዳን ተኸዲና እንተመጽያትካ እሞ ከኣ ምስ ተፈላለኹም እንተስተውዒልካ ናይ መጀመርያ ዕላማኣ እዚ ነጥቢ እዚ ከም ዝነበረ ዘክር። ብዝተኻእላ መጠን ብርእሰ ምትእምማን ንጾታዊ ስምዒት ንምስሓብ ገዛእ ርእሳ ኣዳልያ እያ ነይራ። ካልእ ከኣ ደቂ ኣንስትዮ ካብ ዓቐን ዝሓለፈ ሜክኣፕ ክጥቀማ እንከለዋ ጽፍረን ጸጉረን ንሓደ ወዲ ንምስሓት ይጥቀማሉ እየን። መብዛሕትኡ ክዳውንቲ ደቂ ኣንስትዮ ብፍላይ ንዝተወሰነ ክፋል ኣካላተን ንምቕላዕን ነቲ ዝደልይኦ ጾታዊ ትርኢት ንምፍጣር እየን ዝሰርሓ። ንኣብነት የእጋራ ንምርኣይ፣ ሓጺር ክዳን ትጥቀም ተኾይና፣ ኣፍልባ ንምርኣይ መዕጸዊ ዘይብሉ ክዳን ትኽደን ተኾይና፣ ንጾታዊ ስምዒት ዝዕድም ኣከዳድና ወይ ድማ ክብረተን ዝሕሉ ከም ናይ ባህልና ኣከዳድና ክኽደና ምርጭኤን እዩ። እዚ ንደቂ ኣንስትዮ ኩሉ ግዜ ነጻነት ዝህብ፣ ድላየን ደስ ዝበለን ንክኽደና ኣብ ገዛእ ርእሰን ዝተኣማመና ኣዋልድ እየን። ደቂ ተባዕትዮ ግን ንሓንቲ ጓል ንጾታዊ ስምዒት ንምስሓብ ኢሎም፣ ዝተጋነነ ዝገብርዎ ነገር የለን። መብዛሕትኣን ደቂ ኣንስትዮ በቶም ጽቡቕ ባድላ ወይ ካምቻ ዘዘውትሩ ኣወዳት ይሰሓባ እየን። ከምዚ ዓይነት ኣከዳድና ንደቂ ኣንስትዮ እቲ ወዲ ከም መልከዐኛ ሰሓቢ ወይ ድማ ዕዉት ሰራሕተኛ ገይረን እየን ዝርእይኦ። ቅርብ ኢልካ ምርሓቕ። ኩሉ ሰብ ናይ ገዛእ ርእሱ ዶብ እኳ እንተሃለዎ ብሓፈሽኡ ክረኣ ከሎ ግና ሓደ ሓደ ደቂ ኣንስትዮ ኮነ ኢለን ኣካላተን፣ ኣቕርብ ኣርሕቕ እንዳበላ ከም ሓይሊ ዘለዎ መሳርሒ ይጥቀማሉ እየን። እቲ መስድዒ ሜላ ነቲ ኣብ መንጎኣን ኣብ መንጎ እቲ ወድን ዘሎ ብሕታዊ ቦታታት ወይ ፕራይቨት ኣካላታ በብቑሩብ ምንካይን ንኽረኽቦ ኣጸጋሚ ምግባር እዩ። እቲ ሜላ ዝጥቀማሉ ንቑሩብ ሰከንድታት ምስ ስምዒት ዝተተሓሓዘ ምትንኻፍ ምግባርን ድሕሪኡ ድማ ምርሓቕን እዩ። እቲ ወዲ ምስቲ ዘለዎ ድኹም ዓቕሚ ክትቆጻጸሮ ትኽእል። በቲ ኻልእ ሸነኽ ግን፣ ክልቴኹም ነንሕድሕድኩም ስምዒት እንተ ኣልይኩምን፣ ነቲ ኣብ መንጎ ክልቴኹም ዘሎ ምድልላይ ክውስኸልኩም ይኽእል እዩ። ጽቡቕ ናይ ምስሕሓብ ስምዒት እውን ክፈጥረልኩም ይኽእል እዩ። ናይ ደም ዙረትኩም እውን ጽቡቕ ገይሩ ክዘውር ይኽእል እዩ። ዋዛ ብምጥቃም ኣስሕቐኒ። እዚ ቁሩብ ከገርመኩም ይኽእል እዩ። ተዋዛያይ ምዃን ንሓደ ሰብ ከመይ ገይሩ ምስ ምስዳዕ ዘተሓሕዝ ኣለዎ? እንተኾነ ግን መጽናዕቲ ከም ዘርእዮ፣ ተወሓደ ሰብዓን ሽዱሽተን ሚእታዊት ዝኾኑ ሰባት በቶም ዘስሕቕወን ተዋዘይቲ ኣወዳት ይሰሓባ እየን። ተዋዛያይ ምዃን ሓደ ሰብ ክህልዎ ዝኽእል ኣዝዩ ኣገዳሲ ባህርያት እኳ እንተኾነ፣ እንተድኣ ናይ ዋዛ ምግባር ህያብ ኣለካ፣ ንሓደ ሰብ ኣብታ መዓልቲ ጠባዩ ከመሓይሽ፣ ሞራል ክረክብ፣ ክስሕቕ፣ ክሕጎስ፣ ኣረኣእይኡ ክቕይርን ይሕግዞ እዩ። ንኣብነት ሓደ ሰብ በቲ መዓልታዊ ዘጋጥሞ ፈተናታት፣ ኣብታ መዓልቲ ሓዚኑ ከሎ፣ ምሳኻ ክራኸብ እኽእል እዩ። ሽዕኡ ብሰንኪ በቲ ዘለካ ሂሞር ወይ ናይ ምውዛይ ህያብ እቲ ሰብ ጸገሙ ረሲዑ ክዛናጋዕን ጽቡቕ ግዜ ከሕልፍን እኽእል እዩ። ክተስሕቕ ትኽእል፣ ዕላልካ እውን ከዛናግዕ ዝኽእል ተኾይኑ ደቂ ኣንስትዮ ምሳኻ ፍኹስ ከም ዝብለንን ምሳኻ ክኾና ደስ ከም ዝብለንን እዩ ዝኸውን። ብዙሓት ደቂ ኣንስትዮ ብምስሓቕ ናይ ሓጎስ ሆርሞናት የመንጭዋ እየን። በዚኤን ድማ ከስሕቐን ዝኽእል ወዲ ኣዝዩ ንጾታዊ ስምዒት ይኹን፣ ንፍቕሪ ቀልጢፈን ዝሰሓባ፣ ስምዒታዊ ምትእስሳር እቲ ኣዝዩ ኣገዳሲ፣ ምስ መጻምድታ ክህሉ ዘለዎ ነገር እዩ። ንሓንቲ ጓል ካብ ወዲ ዝፈልያ፣ እዚ ስምዒታዊ ምትእስሳር ወይ ፍትወት ምስ ዝጠፍእ ጥራይ እዩ። ምስ ተራ ወዲ ርክብ ምግባር ንዓኣ ሓጎስ ኣይህባን እዩ። ስለዚ ኣብ ዝመጽእ ግዜ፣ ተዋዛያይ ዝኾንካ ሰብ፣ ተስሕቕ ተዛናግዕ ሰብ ምስ ትኸውን፣ ኣበይ ኣሎ ትበሃል ሰብ ኢኻ እትኸውን። ቃላት ረሳሕ ዘረባ፣ ካብ ግዜ ጥንቲ ዝነበረ ርኹስ ዘረባ ዝበሃል፣ ኣብዚ ሕጂ እዋን ብኻልእ ክትርጎም ይኽእል እዩ። ወይ ድማ ንኽትትርጉሞ ዘኽእል ዝተፈላለየ መንገድታት ኣሎ። ስለዚ ነፍሲ ወከፍ ሰብ ናይ ገዛእ ርእሱ ናይ ቃላት ምርጫን ድሌትን ኣለዎ። ነዚ ግን ክትምርምሮን ከተሳላስሎን ትኽእል ብዝኾነ ዝተፈላለየ ዓይነት ረሳሕ ዘረባ ኣሎ። ገሊኦም ሰባት ክነኣዱ ይደልዩ እዮም። ንፍዕቲ ጓል፣ ንፉዕ ወዲ፣ ጽቡቕ ትገብር ኣለኻ፣ ከምኡታት ዝኣመሰለ ክሰምዑ ይደልዩ እዮም። ገሊኦም ሰባት፣ ቁሩብ ሕልፍ ዝበሉ ክኾኑ ይደልዮ። በቃ ሰባት እንታይ ክበሃሉ ከም ዝደልዩ ክረኽቡ ይጽዕሩ እዮም። ምስ መጻምድትኻ ጽቡቕ ምቅርራብ እንተለካ ነዚ ክትጥቀመሉ ትኽእል ኢኻ። ከምኡ'ውን ንሓደ ሰብ ክተስሕተሉ እትኽእል ጽቡቕ መንገዲ እዩ። ጾታዊ ስምዒት ዘለዓዕል ልብ ወለድ ወይ ጽሑፍ ዘንብቡ ብዙሓት ሰባት ነውሪ ዘረባ ክዛረቡ ይቐለሎም እዩ። ኣብዚ ግን ነቲ ዘረባ ዘይቅበሎ ሰብ ከም ዘሎ ምግማት ኣለካ። ነዞም ቃላት እዚኦም ኣብ ዝኾነ ኣጋጣሚታት ከይትጥቀመሎም። ክትጥንቀቕ ኣለካ። ቴክኖሎጂ ቴክስቲንግ ናይ ቴክኖሎጂ ምዕባለ እንዳወሰኸ ስለ ዝኸይድ ዘሎ መስሓቲ ኮይኑ ናብ ሕማቕ ነገራት ኣብ ቅድሚ ዓይንና ምምጽኡ ዘገርም ኣይኮነን። ንሓደ ሰብ ብነውሪ ዘረባ ክትዛረበሉ እትኽእል መንገዲ መሊኡ እዩ ዘሎ። ነቲ እትዛረቦ ዘለኻ ሰብ'ውን ንጾታዊ ስምዒት ዘለዓዕል ዕላል ብጽሑፍ ጌርካ ክትልእከሉ እትኽእል ኢኻ። ኣብ ተሌፎን ባዕልኻ ተሳኢልካ ብቐሊሉ። ከስሕቱ ዝኽእሉ ስእልታት ምስዳድ እውን ዝተለምደ እዩ፣ ከምኡ እውን ሓደ ሓደ ኣፕሊኬሽን ዝተፈላለዩ ጾታዊ ዝመስሉ መስሓቲታት ስእልታት መሊኦም እዮም። እቲ ኣገዳሲ ነገር ዋላ ሓደ ሰብ ምስዚ ናይ ምስሓት ክእለት ዝተወለደ የለን፣ መብዛሕትኡ ግዜ ግን ሰባት ክሳብ ነቲ ዝሰምዕዎን ዝርእይዎን ክሳብ ዝረኽቡ ይፍትኑ እዮም። ምናልባት ኣብ ካልእ ንፉዕ ክትከውን ትኽእል ኢኻ፣ ኣብ ንሰባት ምስሓት ግን ክእለት ዘይብልካ ክትከውን ትኽእል። ስለዚ ክእለት ኩሉ ግዜ ኣብ ከምዚ ዝኣመሰለ ሓሳብ ንሓሳብ ምልውዋጥ ኣዝዩ ኣገዳሲ እዩ ምበልኩ። ስለዚ እዚ ናይ ምስሓብ ክእለት የብለይን ኢልካ ነብስኻ ኣይተጨንቕ። ገለ ካብዚ ዝረኣናዮም መስሓቲታት ንጽቡቕ ነገር ክንጥቀመሎም ተስፋ እገብር። ርእሰ ምትእምማንካ ቁሩብ ከም ዝውስኽ ግበሮ። ሓድሽ ነገር ድማ ፈትን። ቅድሚ ሕጂ ጌርካዮ ዘይትፈልጥ ነገር እንተ ኾይኑ እስኻን መጻምድትኻን በቲ ውጽኢት ክትግረሙ ኢኹም።